ሰላም ሰላም ክቡራት ተኸታተልተይ ከመይ ውዒልኩም ከመይ እኒኦኹም? ኣነ ሰላም እየ እግዚኣብሔር ይመስገን። ከማይ ሰላም ክትሉ በዓልቲ ሙሉእ ተስፋ እየ እምበኣር ከስ ንዑ መዓልቲ ክዛረቦን ሒዘዮ መፅኦ ዘለኹ ሓሳብን ብዛዕባ ህዝብና ዝብል እዩ። ህዝብና ንሳእኒ ሓምሻይ ዓመት ኣብ ቴንዳ ኣብ ሓዊ ኣብ ቆፀሎ ኣብ ስደት ተበቲኑ ኩልና ብሓደ ድምፂ ይኣክል ዝብል ድምፂ ነሕልፍ ቲክቶከራት ይኹን ዩቱበራት ይኹን ዝተፈላለየ ብሓፈሻዊ ኣብ ሚድያ ንነጥፍ ወይ ከዓ ትነጥፉ ኣሕዋተይ ይኣክል ኢልና ብሓደ ድምፂ ድምፅና ነስምዕ ሰነ መፅኡ ሓምሻይ ዓመት ኣብ ቴንዳ ብጣዕሚ ከቢድ ኩነታት የሕልፎ ኣለዉ ህዝብና ስቃይ ህዝብና የብቅዕ ስቃይ ህዝብና የብቅዕ ብዝብል መሪሕ ጭርሖ ኩልና ብሓደ ድምፂ ንላዓል ጎተተይ ህዝብና ብጣዕሚ ፀጊምዎ ኣብ ከቢድ ጭንቂ ኣብ ከቢድ ፀገም እዩ ዘሎ ንሪኦ ኣለና ኣብ ሱዳን ዘለዉ ኣብ ዓመት ክልተ ግዜ ሰለስተ ግዜ ከይተቃፀለ ንብረቶምን ዝነብሩሉ ቦታን ሓሊፎም ኣይፈልጡን ኩልና ንሪኦ ዘለና ኢሻላ ሚድያ ኣብ ዓዲ ኣብ ሽረ ኣብ ዓዲግራት ኣብ መቐለ ዘሎ ህዝብና ኣብ ዝተፈላለዩ ቦታታት ትግራይ ተፀጊዑ ዘሎ ህዝብና ኣብ ኣኽሱም ኣብ መኮኒ ኣብ ዝተፈላለዩ ብሓፈሻ ተፈናቒሉ ዘሎ ህዝቢ ኣብ ሕማቕ ኩነታት ስለ ዘሎ ኣሕዋተይ ማዕረይ ብሓደ ድምፂ ንበገስ ብሓደ ድምፂ ንለዓል ህዝቢ ምዕራብ ህዝብና እዩ ህዝቢ ምብራቕ ህዝብና እዩ ህዝቢ ሰሜን ምብራቕ ህዝብና እዩ ህዝቢ ደቡብ ህዝብና እዩ ሓደ ተዛረበ ሓደ ተዛረበ ናብ ሓደ ሓደ እንተተፀውዮ ንሙሉእ ህዝቢ ትግራይ ዝውክል ኣይኮነን። ናብኡ ኣይንዕሰል ስራሕና ንግበር ሓደ ድምፂ ንኹን ህዝብና ድምፂ ንኹኖ መልእኽቲ ናተይ እዩ። ዝተፈላለዩ ሚድያታት ይኹን ፌስቡክ ይኹን ቲክቶክ ይኹን ብዓቕምኹም ብዝፈቐደልኩም ብሓደ ድምፂ ኣብዛ ሰነ ድምፅና ነስምዕ ክብል ይደሊ። ሰብ ዓቕሙ እዩ ዝገብር ካብ ዓቕሙ ንላዕሊ ክገብር ኣይኽእልን እና ድምፂ ህዝብና ንኹን፣ ድምፂ ወለድና ንኹን፣ ድምፂ ኣሕዋትና ንኹን። ናተይ መልእኽቲ ጥራሕ ጌርና ክንሓስቦ የብልናን። ሓደ ድምፂ ክዛረብ ከሎ ናይ ብምሉእና ድምፂ ምዃኑ ክንሓስብ ኣለና። ናብ ሓደ ሕማቕ ተዛሪቡ ኢልካ ናብኡ ጥራሕ ኻእ ክንዓስል የብልናን በይዛኹም ሓደ ድምፂ ንኹን ህዝብና ተዋሪዱ ህዝብና ኣብ ቴንዳ ተደርብዩ ህዝብና ኣብ ረግረግ ኣብ ጭቃ ተደርብዩ ህዝብና ነድሕን ህዝብና ድምፂ ንኹን ቲኣይለ ቲኣይለ ብዙሕ ክዛረብ ይኽእል ግን ህዝብና ነድሕን።

ኣምላክ ሙሉእ ይግበሮ ካሊእ ዝሓውሰሉ የብለይ ዝዛረቦ የብለይ ዝውስከሉ የብለይ ምክንያቱ ሰላም ካብ ምጻም ይምጻእ ካብ የማን ይምጻእ ካብ ቅድሚት ይምጻእ ካብ ድሕሪት ይምጻእ ብዘየገድስ ፈጣሪ ብዘምጽኦ ክኾን እውን ይኽእል ፍቓድ እግዚኣብሄር ክኾን እውን ይኽእል ሰብ ኣይንንዓቕ እግዚኣብሄር ይኣኽለኩም እውን ኢሉና ክኾን ይኽእልና እዚ ሰላም እዚ ናይ ብሓቂ ሰላም ይግበሮ። ድሕረ እዚ ድምፂ ኩናትን ወረ ኩናትን ክንሰምዕ ኣይንደልን። ቅድሚ እዚ ከ ድልየት ነይሩና ዶ ኣይነበረናን ንፈልጦ ተኣምር ኣይነበረናን። ህዚ ግን ቀሊል ሰብ ኣይሞተን፣ ቀሊል ሰብ ኣይተሰደተን፣ ቀሊል ሰብ ኣብ ቴንዳ የለን፣ ኣብ ርእሲ ንሱ ጋና ኣሕዋትና ኣብ ሕክምና እዮም ዝኒኦው መሐከም ሲኢኖም ዝሞቱ ሞይቶም ነቶም ዘለዉ ከኣ እግዚኣብሔር ኣምላክ ይኣክለኩም ይበለና ናይ ሰላም ናይ ይሩፍታ ናይ በቃ ብሓፈሻ ናይ ሰላም ናይ ፍቅሪ ግዜ ይግበረልና ኣሕዋተይ ማዓረይ ሙሉእ ይግበረልና ስለዚ ንቀሪ ዘሎ ህዝብና ኣብ ቴንዳ ዘሎ ይኹን ነቲ ውዕሊ ይሃልዎ ይሃልዎ ንፈልጦ ተኣምር የብልናን። ያው እቲ ስግኣቱ እቲ ሰብ ኣብ ከብዱ ኣሎ ማንም ሰብ ተሓፂብካ ናብ ጭቃ ቅድሚ እዚ ዝኩሉ ተቃቲልና ዝኩሉ ሓሊፉ ናይ ብሓቂ ድዩ ሰላም ክኾን ኣብ ክልተ ሽሕን ሸሞንተን ዝተገበረ ሰላም እውን ብሃገር ደረጃ ሰላም ኢሎም ኣየስፈንዎን። ያው ካብኡ ይምሓረና እግዚኣብሔር ኣምላኽ ዝሓለፈ ይኣኽለኩም ይበለና። ናይ ሓቂ ሰላም ይግበሮ ምስ ማንኛውም ምስ ዓፋር ይኹን ምስ ኣምሓራ ይኹን ምስ ማንም ፍቕሪ ይሃበና ፈጣሪ። ሕዚ ግን ኣነ ናይ ፖለቲካ ሰብ ኣይኮንኩን በታ ዝኸኣልክዎ ዓቕሚ ነቲ ህዝቢ የብቴንዳ ዘሎ ግን ድምፂ ንምዃን እየ መፅየ ዘለኹሞ ኣሕዋተይ ማዕረይ ብዝኸኣልኩሞ ብዝኸኣልናዮ ብድምፂ ህዝብና ንኹን ድምፂ ህዝብና ንኹን ድምፂ ህዝብና ንኹን ተመላሊሰ ንሳ እያ ክዛረብ እና ሙሉእ ሰላም ይኹን ምስ ኤርትራ እውን ናይ ብሓቂ ሰላም ይግበሮ ስግኣትና ኣብ ውሽጥና ዘሎ ፍርሕን እግዚኣብሔር ኣምላኽ ናብ ሰላም ናብ ፍቕሪ ይቐይሮ ሙሉእ ሓጎስ ይግበረልና ብሓቂ የሐጉስ እዩ ሰላም የሐጉስ እዩ እቲ ዝሓለፈ ንድሕሪት ተተመሊስና ክንደይ ክንደይ ክንዛረብ ንኽእል ኢና። ንቕድሚት ክንቅጽል ተኾይንና ከኣነ ዝሓደ ክሓዲካ እዩ ዝምጻእ እሞ እግዚኣብሔር ኣምላኽ ቀጻሊና ሰላም ይግበሮ፣ ስግኣትና ይወግደልና ፈጣሪ ከምቲ ዝመጾ ብሰላም ይእቶ ናብ ገዛና። እቶም ተፈናቒሎም ዘለዉ ከዓ እግዚኣብሔር ኣምላኽ ናብ ብቤቶም ናብ ጎጆኦም ብሰላም ይምለሶም። ኣሕዋተይ መዓረይ ኣብ ሚድያ ኣብ ዝተፈላለዩ ሚድያታት እንነጥፍ ወይ ከዓ ዝነጥፉ መናእሰይ ዝለዓለ ፅዕንቶ ፈጠርቲ ዝኾንኩም ሚድያታት ብሓፈሻ ድምፅኹም ክተስምዑ ኣለኩም ተስፋ ዘይምቑራጽ ተስፋ ስለ ዝቖርጽ እዩ ሰብኣይ መን ክሰምዐና እዩ ንሕና ተዛሪብና ነስምዖ መን ኣልዩ ክንብል የብልናን ክስልችወና የብሉን ኩልና ሓደ ድምፂ ንኹን ድምፂ ህዝብና ንኹን ኣሕዋተይ ማዕረይ ድምፂ ህዝብና ህዝብና ናብ ቦረቦቱ ይመለስ ክሳዕ ዝሰምዐና ኣካል እንረክብ ንሳቶም እኳ ባህ ኣብኡ ነቢሮም ኣለዉ እንኳን ንሕና ንቓልናሲ ንሶም ቶም ኣብ ቦታኦም ኮይንና ክንሓስቦን ድምፅና ክነስምዕን ይግባእ። ንሎም መዓልቲ ብሓፈሻ ሒዘዮ ዝመፀኹ መደብ ብዛዕባ ሰላምን ንመፃኢ ዝመፅእ ሰላምን እዩ እሞ ብቐፃሊ ግዜ ብካሊእ ቪድዮ እስካዕ ንራኸብ። ሰሰናዩ ባይ ኣዝየ እየ ዝፈትወኩም ብትገብሩለይ ምትብባዕ ከየመስገንኩኹም ክሓልፍ ኣይደልን።